ደረጃኡ ንምምሕያሽ ኣብ ኮማዊ ኮለጅ ኣስመራ ናይ ኮለጅ ስነ ፍልጠትን ጥዕናን ክወሃባ ብዝጸንሐ ክረምታዊ ስልጠና ክሳተፉ ዝጸንሑ ኣስታት ሓደ ሽሕ መምህራን ን ሎሚ ሰለስተ መስከረም ብሰርቲፊኬት ተመሪቖም። ነዚ ስነ ስርዓት ዝተኸታተለ ብርሃነ ዓንደመስቀል ዘዳለዎ ጸብጻብ ይስዕብ።
ካብ ኩለን ዞባታት ተዋጺኦም ኣብ እዋን ዕረፍቲ ክራማት ደረጃኦምን ብቕዓቶምን ክብ ንምባል ክመሃሩ ዝጸንሑ ክልተ ሚእትን ሓምሳን ሰለስተን ደቂ ኣንስትዮ ዝርከብኦም ትሽዓተ ሚእትን ሓምሳን ሸሞንተን ናይ መባእታን ማእከላይን ደረጃታትን ከምኡ'ዊን ናይ መዋእለ ህጻናት መምህራን ብሰለስተ መስከረም ብሰርቲፊኬት ተመሪቖም። እቲ ኣብ ኮማዊ ኮለጅ ኣስመራን ኮለጅ ስነ ፍልጠት ጥዕናን ዝተዋህበ ትምህርቲ ብቕዓት መምህራን ብምዕባይ፣ ምስ ምስፋሕ ኣብያተ ትምህርቲ ከጋጥም ንዝጸንሐ ዋሕዲ መምህራን ንምምላእ ዝዓለመ እዩ። ሰልጠንቲ ናይ ካልኣይ ደረጃ ትምህርቶም ዛዚሞም ኣብ ሞያ ምምህርና ተዋፊሮም ዝጸንሑ ኮይኖም ኣብ ክልተ ክራማት ናብ ኣስመራ መጺኦም ትምህርቶም ከምዝቕጽሉ ብምግባር ካብ ሚኒስትሪ ትምህርቲ ዝተረኽበ ሓበሬታ የመልክት። ሚኒስተር ትምህርቲ ኣቶ ሰመረ ርእሶም ጸብለልታ ንዘርኣዩ ምሩቓት ሽልማት ድሕሪ ምዕዳል ኣብ ዘስምዖ መደረ፣ እቲ ሚኒስትሪ ዓቕሚ ሰቡን ብቕዓት ዝወሃብ ኣገልግሎትን ክብ ንምባል ቀጻሊ ጻዕሪ የካይድ ከምዘሎ ብምሕባር፣ መምህራን መባእታ እቶም መሰረት ዘትሕዙ ስለዝኾኑ ነዚ ረዚን ሓላፍነት ተገንዚቦም ብትግሃትን ተገዳስነትን ንጥፈታቶም ከሰላስሉ ኣተሓሳሲቡ። ሓላፊ ኮማዊ ኮለጅ ኣስመራ መምህር ኣለም ገብረቃል ብወገኑ፣ እቲ ኮለጅ ኣብዚ እዋን እዚ ሓድሽ ኣገባብ ኣመላምላ ሕጹያት መምህራን ኣተኣታትዩ ከም ዘሎ ብምግላጽ፣ በዚ ሜላ እዚ ብደረጃ ዲፕሎም ዝመሃሩ ዘለዉ መምህራን ኣብ ቀረባ እዋን ክምረቑ ምዃኖም ኣብሪሁ። ኣብቲ ኣጋጣሚ ነቶም ኣብ ናይ ሰርቲፊኬት ትምህርቶም ጽቡቕ ነጥቢ ዘመዝገቡ ሕጹያት መምህራን ናብ ደረጃ ዲፕሎም ንምስግጋር ሚኒስትሪ ትምህርቲ ባይታ ከም ዝፈጠረሎም ተገሊጹ።
ብክረምታዊ ዝናብን ብመስኖን ዝለምዐ ዘራእቲ ፕሮጀክት ሕርሻ ልምዓት ተሰነይ ዓሊጊደር መእለዪ ውሕጅ ዝተፀገነን ብእዋኑ ዝተሓርሰን ኣብ ፅቡቕ ደረጃ ከምዝርከብ ኣካያዲ ስራሕ እቲ ፕሮጀክት ኣቶ ዳዊት ኣብርሃ ሓቢሮም። ሎሚ ዓመት ክልተ ሽሕ ሄክታር ለሚዑ ከምዘሎ ዝጠቐሰ ኣቶ ዳዊት፣ ተጠቀምቲ ናይቲ ፕሮጀክት ዝኾኑ ካብ ንኡስ ዞባ ተሰነይን ካልኦት ዞባታትን ዝመፅኡ ሓረስቶት ኩነታት ዘራእቶም ብግቡእ እናተኸታተሉ ግቡእ ክንክን ክገብርሉ ኣዘኻኺሮም። ኣብ ከበሳታት ብዘሎ ሰናይ ክራማት እዲድጋ ዓዲ ግድር እኹል ማይ ኣወሃሂድላ ምህላዋ ጠቒሱ ድማ ኣብ ትሕቲኣ ተወሳኺ ናይ ልምዓት መደባት ንኽካየድ ዝሕግዝ ኮይኑ ከምዘሎ ኣብሪሁ። ሓረስቶት ብወገኖም ዘራእቶም በፂሕዎ ዘሎ ደረጃ ውፅኢት ናይቲ ኣብቲ ፕሮጀክት ዝተኣታተወ ፅፉፍ ምሕደራን ዝተገበረ ቀረብ ትራክተራትን ከምዝኾነ ብምሕባር ረኺቦምዎ ብዘለው ፀጋታት ዘራእቶም ክሳብ ኣብ ቆፎኡ ዝኣቱ ብትግሃት ከምዝከታተልዎን ከምዝከናኸንዎን ኣረጋጊፆም።
ሕክምናዊ ንቕሓት ንምብራኽ ብዝግበር ዘሎ ጎስጓሳትን ኣስተምህሮታትን ቴስዓ ሚእታዊት ካብ ኣዴታት ምምሕዳር ከባቢ ባዕላ ንኡስ ዞባ ናቕፋ ኣብ ሕክምና ይሓርሳ ከምዘለዋ ተገሊፁ። ሓላፊ ክሊኒክ ምምሕዳር ከባቢ ባቕላ ነርስ ሳልሕ መሓመድ ስዒድ ኣብ ዝሃቦ ሓበሬታ፣ እቲ ክሊኒክ ኣገልግሎት ቀዳማይ ረድኤት፣ ምክልኻል ተመሓላለፍቲ ሕማማት፣ ኣገልግሎት ሕርሲ ከምኡ'ውን ጥዕናዊ ጎስጓሳትን ኣብ ምሃብ ከምዝነጥፍ ብምጥቃስ፣ ህዝቢ'ቲ ከባቢ ካብ ግዜ ናብ ግዜ ኣብ ጥዕና ዘለዎ ኣፍልጦ እናበረኸ ይመጽእ ከምዘሎ ኣብሪሆም። ህዝቢ'ቲ ከባቢ ብዝወሰዶ ተበግሶ ኣብታ ክሊኒክ ንዝጽበያ ነፍሰጾራት ዘገልግል ቦታ ከም እተዳለወ ዝሓበረ ነርስ ሳልሕ፣ ንነበርቲ በንድላልን ማርየትን እውን ሕክምናዊ ኣገልግሎት ከም እትህብ ኣረዲኦም። ኣብ ክራማት ክብድ ንዝበሉ ሕማማት ንምሕካም ናብ ናቕፋ ዝገብርዎ ጉዕዞ ብሰንኪ ምብልሻው መገዲ ከም ዝኸብዶም ብምግላጽ ድማ ኣብ መጻኢ ናብ ኣምቡላንስ ኣገልግሎት ዝረኽብሉ መንገዲ ክፍጠረሎም ተላብዮም። ምምሕዳር ከባቢ ባዕላ ካብ ናቕፋ ንሸነኽ ምዕራብ ሰላሳን ክልተን ኪሎ ሜተር ርሒቓ እትርከብ ኮይና ልዕሊ ሸሞንተ ሽሕ ነበርቲ ይቕመጡዋ።
ነበርቲ ምምሕዳር ከባቢ ዓዲፋካይ ብውሕጅ ኣብ ሕርሻኦም ጉድኣት ንዝወረዶም ወገናት ከምዝሓገዙ ወኪል ኢሪና ካብቲ ቦታ ሓቢሩ። ኣማሓደርቲ ምምሕዳራት ከባቢ ኣቶ ስዒዳይ ኣደም ኣብ ዝሃቦ ሓበሬታ፣ እቲ ሓገዝ ኣብ ዝሓለፈ እዋን ኣብቲ ከባቢ ኣብ ሰላሳን ሓሙሽተን ሄክታር ብውሕጅ ዝተደምሰሰ ዘራእቲ ብህዝባዊ ማእቶት ዳግማይ ብምዝራእ ከምእተኻየደ ብምብራህ፣ ኣብዚ እዋን እዚ ኣብ ደረጃ ብቑልን ጉስያን ከምዝርከብ ኣብሪሁ። ነበርቲ ካብ ደረጃ ጻህያይ ጀሚሮም ዘራእቶም ኣብ ቆፎኡ ክሳብ ዝኣቱ ኣብ ንሓድሕዶም ንምድግጋፍ ከምኡ'ውን ንስድራ ስውኣት ናይ ምሕጋዝን ምጥዋርን መደባት ተሰሪዑ ክስርሓሉ ምዃኑ ገሊጹ። ብዘይካ'ዚ ማሕበራዊ ኣገልግሎት ንምስፋሕ ኣብቲ ምምሕዳር ከባቢ ዝተዋደደ ፕሮጀክት ማይን ትካል ጥዕናን ኣብ ጥርናፈኣን ምምሕያሽ መነባብሮን ልዑል ኣበርክቶ ይገብር ከምዘሎ ዝሓበረ ኣቶ ስዒዳይ ምስ ምህላው ጥጡሕ ጽርግያ ህዝቢ እተመላልስ ኣውቶቡስ ክትምደበሎም ጸዊዖም። ኣብ ከተማ ሓጋዘን ንሸነኽ ደቡባዊ ምዕራብ ዓሰርተ ሓሙሽተ ኪሎ ሜተር ርሒቓ እትርከብ ምምሕዳር ከባቢ ዓዲ ፈካይ ክልተ ሽሕን ኣርባዕተ ሚእትን ነበርቲ ኣለውዋ።
ኣስመራ ሓንቲ ካብተን ብጽሬተን ዝልለያ ከተማታት ኣፍሪቃ እያ። ብኣግራብን ዕምባባታትን ንምምዕራጋውን ብመደብ ይስራሕ ኣሎ። ኣብዚ መዳይዚ ተራ ህዝቢ ብቐሊል ዝጥመት ኣይኮነን። ወኪል ኢርና ናዝሬት በየነ ዘዳለወቶ ጸብጻብ ሸዊት ገብረብርሃን ከተቕርቦ'ያ።
ንከተማ ኣስመራ ብኣታኽልትን ዕንበባታትን ንምምዕራግ ህዝቢ ንዘካየዶ ንጥፈታት ከሐይል ኣብ ምምሕዳር ዞባ ማእከል ሓላፊ ኣሃዱ ኣታኽልትን ዕንበባታትን ኣቶ ሃብተ መሓራይ ጸዊዑ። ንኤሪና ኣብ ዝሃቦ ሓበሬታ ኣቶ ሃብተ፣ እቲ ኣሃዱ ምስ ነበርቲ ብምትሕብባር ከካይዶ ብዝጸንሐ ጻዕሪ ኣብ ንኡስ ዞባታት ገጀረት፣ ጎዳይፍ፣ ቲራቮሎ፣ ጸጸራት፣ ገዛባንዳን ኣርባዕተ ኣስመራን ዝተፈላለየ ዓይነታት ዕንበባታትን ኣትክልትን ተተኺሎም ኣብ ጽቡቕ ደረጃ ከምዝርከቡ ገሊጹ። እቲ ኣብ ዞባታት ተተኺሉ ዘሎ በብዞብኡ ዋርድያ ኣለዎ ዝሕልዉ፣ ቆልዑ ከይጽይቑ፣ ከብቲ ከይበልዕኦ ዝከታተልዎ ኣለዉ። ዋርድያ ዘይብሉ ቦታ የለን። ጽቡቕ ምክትታል እዮም ዝገብርዎ። ማይ እውን እንተ ደንጒናዮ ንሕና ምስ ኩነታት ኩሉ ግዜ ሓበሬታ ከኣ ብቴሌፎን ይኹን ብኣካል ሓበሬታ ይሕቡሉና፣ ንሕና ከኣ ከከይድና ንዕዘቦ ኢና። ሕማም ዘለዎ እንተኾይኑ ፈውሲ ንገብረሉ፣ ምጽንጻል ዘድልዮ ተኾይኑ ንጽንጽሎ፣ እቲ ዘድልዮ ኩነታት ከይድና ንከታተሎ። ምክትታል ጥዕና ኣትክልትን ዕምባባታትን ካብ ቀንዲ ዕማማት ናይቲ ኣሃዱ ከምዝኾነ ብምሕባር ድማ ነበርቲ ንዕላማ ናይቲ መደብ ብዝግባእ ተገንዚቦም ነቲ ዝተተኽለ ክከናኸንዎን ንምስሳኑ ክጽዕሩን ኣዘኻኺሩ። ምኹስኳስ
ድኹዒ ሓመድ ኩሉ ግዜ ምሕዳስ ከም ቆልዓ ማይ መዓልታዊ ኣብ ሳልስቲ ኣብ ራብዕቲ ቦጣት ኣለዋና ሓሙሽተ ሕጂ እኳ ኣብዚ ክራማት ጽቡቕ እዩ ዘሎ ሰብ እንተ ጽቡቕ ርእዩ ጽቡቕ እንተ ተናፍሹ እቶት ናይቲ ህዝቢ ጥራሕ ኣብ ምኹስካስን ሓለዋን ኣትክልትን ዕምባባታትን ዝነጥፉ ሰራሕተኛታት ኣብ ዝሃብዎ ርኢቶ ድማ ገረብ ግቡእ ኣተኣላልያን ዕቃበን ምስ ዝረክብ ውፅኢቱ ዘሕጉስ ምዃኑ ብምጥቃስ፣ ዘካይድዎ ዘለዉ ስርሓት ብምልኣት ንኽዕወት ኣበርክቶን ተገዳስነትን ሰብ ሞያ ሕርሻ፣ ህዝቢ ከምኡ እውን ብሕታውያንን መንግስታውያንን ትካላት ከምዘድሊ ኣረዲኦም። ካብ ክልተ ሽሕን ዓሰርተ ሰለስተን ክሳብ ክልተ ሽሕን ዓሰርተ ሽዱሽተን ጥራይ ኣብ ዝተፈላለየ ቦታታት ከተማ ኣስመራ ልዕሊ ሽሕን ሰለስተ ሚእትን ስየ ከምዝተተኽለ ሰነዳት ናይቲ ኣሃዱ የመልክት።